ከመይ ሓዲርኩም በል ሓደ ሓደ ግዜ ክብርሃካ ከሎ ምስ ብጃውካ ከለካ ናይ ገጽ ማስክ ትገብር ማለት እዩ ምሳና ክነውዕለኩም ኢና ሎማዓንቲ ጋይስ ሰላም ሰላም ሰላም ሰላም ሽኮሪናታት ከመይ ቀኒኹም ዩቱብ ፋሚሊ ደሓን ዲኹም ንሕና ኣምላኽ መስገን ኩሉ ሰላም እዩ ኣይሆባኹም ከዓ ኩሉ ሰላም ኩሉ ፅቡቅ ክኸውን ከመይ ቀኒኹም እቶም ሓደሽቲ ትመጹ ዘለኹም ንመጀመርያ ግዜ እዛ ቪድዮ ትርእይዋ ዘለኹም ከዓ ዌልካም እንቋዕ ብደሓን መጻኹም ያ ንሕና ፍቕሪ ቲዩብ ንበሃል እዛ ገዛና ገዛ ፍቕሪ እያ ሓፀርቲ ሓፀርቲ ኩኪን ናትና ላይፍ ስታይልና ሸር ንገብረላ ስኪን ኬር ናይ ፀጉሪ ትሪትመንት ብዙሕ ነገር ማለት እዩ ሶ ያ ካባና ናባኹም ካባኹም ከዓ ናባና እያ ማለት እዩ ሶ ሳብስክራይብ ብምግባር ፋሚሊ ይኹኑ ዌልካም ከም ናይ ኩሉ ግዜ ፋሚሊ ካብ ደይ ዋን ኣትሒዝኩም ኩሉ ናተይ ቪድዮታተይ ሼር እንዳገበርኩም ከይተሓለልኩም ላይክ እንዳገበርኩም ኮመንት እንዳጸሓፍኩም ኩላትኩም ግዜ ተተባብዑኒ ከዓ ቴንክ ዩ ጋይስ ኹም ንዓኹም ቃላት የብለይን ጋይስ ብሓቂ ብለኩም ኣለኹ እንደገና ብጣዕሚ ብዙሓት በቃ ጥዑማት በቃ ሰባት ተላለየ ብዩቱብ ኣነ ግን ዝገርመንስ ኣብ ዩቱብ ዘሎን ኣብ ቲክቶክ ዘሎ ሰብን ሓደ ድዩ ዶ ትብሉ ኣይነ በቃ ምሻሎ እቲ ኣብ ዩቱብ ዘሎ ሲ ሞር ፋሚሊ ኮይኑ ስምዓን ካምዞ እንሻሎ ኣብ ዩቱብ ርኢካ ተገዲሱ ናብ ኢንስታግራም መፂኡ ክፅሕፈልካ ገለስ ምሻ ኣለካ ከምዚ ሞር ኣይደኖ ኣነ ብዩቱብ ዝፈለጥኩም ብዙሓት ኣይኖ ግን ወላ ብቲክቶክ ኣለዉ እንዲም ግን ስካብኡ ናብኡስ ብዙሓት ሰባት ዲኹም ከምኡ እዞም ዩቱበራት ቲክቶክ ወላ ዘለኩም ገለሲ ከመይ ኣብ ቲክቶክ ዘሎን ኣብ ዩቱብ ዘሎን ሰብ ዝፈላለ ዶ ኮይኑ ስምዓኩም ንዓይ ከምኡ ኮይኑ ስምዓኒ ሶ ሞር ኣብ ብቲክቶክ ብዩቱብ ዝተፋለጥኩም ሰብ ፋሚሊ ለኾንኩም ትስምዑኒ ሶ ቴንኪ ሽኮሪናታት ብውሽጢ ዝፅሕፉለይ ብዙሕ ነገር ብጣዕሚ ቴንኪዩ ሰያ ትትቡኒ ሞራል ትትቡኒ ምትብባዕ ከዓ ሞር በቃ ወላ ተፃጊመ ዩቱብ ክሰርሕ ከምዚ እንሻሎ ወላ ዩቱብ ከይሰራሕኹን ድሕር በዓል ፈልጥ ገለ ኢለስ ክገድፎስ ኣይክእልን እየ በቃ ግድንስ ክሰርሕ ኣለኒ ይብል ምክንያቱ እቲ ብውሽጢ ተፅሑፍለይ እንድሕር ጠፊኤ ድሃይ ትገብሩ ብዙሕ ነገር ኣሎ ሶ ቴንክ ዩ ጋይስ ኣነ ንክብርትዕ ንክሕየል ብጣዕሚ ኢኹም ትሕግዙኒ ዘለኹም ያ ድሓር ላይክ ሼር ሳብስክራይብ ምግባር ከዓ ይትሕመቑ ማለት እዩ ብዘረባ ብሰላምታ ጥራሕ እንዶ ደኣ እሞ ብሎግና ጥር- ጥ- ብሎግና ሲ እ፣ ከይዱ በቃ ፍርቂ በፂሑ ጋይስ ኤኒዌይስ ቭሎግ ክትገብር ከለካ መብዛሕትኡ ግዜ ከምዚ ትርእይዎ ስለ ዝኾነስ እቲ ድምፀይ ኢንጆይ እንዳገበርኩ ካብ ክላሲካል ገይረ ጥራሕ ስቕ ድብልሲ ኣብኡ ከለኹ ሰላም እንዳበልኩም እቲ ቪድዮ ክትርእይዎ ኢለ እየ ከምዚ ዝረኣኽሞ መጀመርያ ንግሆ ተሲእና ሓደ ሓደ ግዜ ምሻሎ ብርህ ዝብለካ መዓልቲ እዛ ቭሎግ ክገብር ከለኹ ከዓ ኖርማሊ ክገርመኩም ቭሎግ ምግባር ቀሊል ኣይኮነን ምሻሎም ኩሉ ግዜ ከምቲ ኩሉ ግዜ ዝብለኩም ኣነ ነብስና ወይ ናብራና ምስቲ ኣብ ኢንተርነት ንሪኦ ከነወዳድሮ የብልናን ዝብለኩም ኩሉ እቲ ኩሉ ሰብ ባይዘወይ ካባይ ጀሚርካ እቲ ኣብ ዩቱብ ወይ እቲ ኣብ ቲክቶክ ብሓፈሻስ ኣብ ማስ ሜድያ ክረኣየሉ ዝደሊ ሰብ ይሸር ዝገብሮ ተረዲኹምኒ ኩሉ ሰብ ኩሉ ግዜ ሕጉስ ኩሉ ሰብ ኩሉ ግዜ ኣክቲቭ ኩሉ ሰብ ኩሉ ግዜ ፋስት ኣይኮነን ከምቲ ኩሉ ሰብ ኣብ ገዝኡ ዝወድቆ ዝትስኦ ዝድይቦ ማተይ ስምሻሎ ናይ ሂወት ክሳይስ ኣብ ኩሉ ሰብ እዩ ደሎ ሶ ቭሎግ ክትገብር ተኾንካ ከዓ ብጣዕሚ ኮንሰንትሬት ምግባር የድልየካ እዩ ሙሉእ መዓልቲ ከየቋረፅካ ክትመልኦ ኣለካ ድሓር ኤዲት ክትገብሮ ብጣዕሚ ግዜ ድወስደልካ ገለ ሶ ስእልካስ ከም ዝኾነ ይኹን ኢልካስ ብሎግ ክትገብር ከለካ ሲ ሞርክስታ እዩ ደድልየካ ሶ እዛ ብሎግ እዚኣ ክገብር ከለኹ ከዓ ያ ደስ ኢሉኒ እዩ ውዒሉ ሶ ንጎተሲ ከዓ ክስታይ ገይረ ማለት እዩ እዚ ማስክ ገይረ ማለት እዩ ንጎተሲ እየ ብድሕርኡን ቁርሲ ክሳብ ቁርሲ ዝቐራርብ ገለ ከዓ ሓደ ዒስራ ደቂቕ ገለ ፅኒሐዮ ማለት እዩ ገፀይ ብድሕሩ ተሓፂበዮ ብድሕሩ ቆልዓ ኣብፂሐ ማለት እዩ ኣጋጣሚ ኣብ ሎሚ በፂሐ ቻርጅ ገበርኳን ሓዲረ ሞባይለይ ሶ ቆልዓ ኣብፂሐ ብኡ ገይረ ናብ ጅም ከይደ ኣብዚኣ ንሸይ ተቆሪፃ ኣላ ቆልዓ ኣብፂሐ ብኡ ገይረ ናብ ጅም ከይደ ገለ ሞባይለይ ክትመልእ ፀኒሓት ንማለት እዩ ምክንያቱ ቅድሚ ሕጂ ናይ ጅም ገለ ንእሸት የልኩም ስለ ዝነበርኩ ሞር መሰልቸዊ ከይከውን ኢለ ብድሕሩ ገዛ መፅኤ ንእሽተይ መግቢ በሊዐ ከዓ ቅድሚ ቆልዓ ምምፀይ ናብዚ ወፅኤ ማለት እዩ እዚ ኣብ ዘለናይ ዓዲ ስለ ዝኾነ ኖርማል ወፅኤ ማለት እዩ ክሪኦ ኢለ ሓሲሩ ነይሩ ከምስዮ ብጣዕሚ ሓምሳ ሚእታዊት ሰብዓ ሚእታዊት ወላ ቅድሚ ሕጂ ከይደ ነይረ ሽዑ ጋጣሚ ኣይገዛእኹን ወፅኤ ርኢ ርኢ ጥራሕ ኣቢለ ሕጂ ግን እስከ ክርኢ ፅቡቅ ገይረ ብዘይ ቆልዓ ኢለ ሪኤ ማለት እዩ ብጣዕሚ ደስ ዝብለካ መጋዚን ፌምቲ ፌም እዮም ድበሃል ዞም ሽወደን ዘለኹም ዚኦም ድኳን ብጣዕሚ ፅቡቅ ክስታይ ኣለዎን ፅቡቅ ንብረት ኣለዎም ኣብዚ ንሕና ዘለናዮ ግን ኣይነበረን ሶ ሕጂ ከፊቶም ኣለዉ ብጣዕሚ በቃ ወላ ተዋግኦም ፌር እዩ እንደገና ብዙሕ ግዜ ሓምሳ ሚእታዊት ሰብዓ ሚእታዊት ሰላሳ ሚእታዊት ይገብሩ እዮም ቀንዲ መኸዲየ ምክንያት እተን ዓሞቕቲ ብያቲ ነይረና ንክልተሲ ብዋጋአን እየ ገዚኤን ነይረስ ሽዑ ሰላሳ ፐርሰንት ቀኒሰን ምስ ረኣኹንሲ ከምአን እስከ ሽዱሽተ ክገብረን ኢለ ብጣዕሚ እየን ፅቡቓት ንሳላጣ መትሓዚ ከምዚ ሶፕ ገለ ክትገብር ከለካ ገለ ከምዚ ማንካ ዝብላዕ ነገራት ክትጥቀመለን ደስ ይብላካ እየን ንዓንኪ ገዚእ ኢለ ዝኸድኩ መዓት ወሳሲኸ መፅ ይብለኩም ኣጋጣሚስ ብጣዕሚ ብዙሕ ፅቡቅ ንብረት ኩሉ እንዲ ግዛ እየ ዝመፀካ ግን ኣይከውንን እዩ ዘድልየኒ ዘድልየኒ ሮዛሪ ከዓ ዓመት ነይሩ ቀዳመ ሰንበት ዝተዓደሞ ንዕኡ ዝኸውን ጊፍት ገለ መልታት ገለ ገዛዚኤ ብዝኾነ ናይ ፍላወር መትሓዚ ርኤ ገዚኤ ብጣዕሚ ፈትየን ዚኤን ትሪኦ ንደለኹ ንዓ ሓምሳ ፐርሰንት ዚኤን ከዓ ቀኒሰን ፀኒሐናኒ ሓሙሽተ ሚእቲ እቲ ሓንቲ እቲ ሓሙምቲ ከዓ ኣርባዕተ ሚእቲ ገለ ኮይነን ፀኒሐን ፍርቂ ዋጋ ማለት እዩ ሶ ንኩለን ሲ ንኩለን እዚን ዝገዛእኹን ኣስቤዛስ ሸውዓተ ሚእትን ገለን ከፊ ኢለ ሰብዓን ሰብዓን ሰለስተን ዩሮ ማለት እዩ ደሓን በልዎ ሶ ፌሪ ምሽ ብጣዕሚ ፅቡቅ እዩ እቲ ንብረት ሶ ከምኡ ገዛዚኤ ሽዑ ወደይ ኣምጺኤ ገዛ መጺና ማለት እዩ። ሶሪ ጋይስ ኣቋሪጥያ ጸኒሐ እንታይ ስከ ድምጺ ኣትይኩም ጸኒሑ ናይ ማይ በዚ ጋጣሚ እዚ ማለት እዩ ምስጢር ክነግረኩም ጋይስ ድሕሪ ካሜራ እ? እዚ ኣ- እዚኣ ሲ ኣጋጣሚስ ኣፕሎድ ክገብራ እየ ንሰንበት ኢለስ ቀዳመ ሰንበት ከዓ ስራሕ እየ ሶ ኣፕሎድ ክገብራ ንሰንበት ኢለ ወዲኣ ነይረስ ስለካስ ቮይስ ኦቨር ኣይገበርኩላን ኣይገርመኩምን ያ ሕጅስ ኣብዚኣ ናይ ዕረፍቲ ሰዓተይ እስከ ቮይስ ኦቨር ክገብረላ ኢለስ ኣጋጣሚ ኣብ መኪና ኮይነ ኤዲት ትገብረ ኣለኹ ማይ ሃሪሙ ብጣዕሚ ሕማቅ እዩ ዘሎ ወይዘር ባይዘ ወይ ኡፍ ናይ ኣፕሪል ወይዘር እኮ ኣይእመንን እዩ በቃ ማይ ይፀንሕ ፀሓይ ገለ ሰብኾም እዩ ናይ ማይ ድምፃት እዩ ክምፀኒሑ ሶሪ ሽኮሪናታት ቭሎግ ምግባር ኦ ማይ ጋድ ጋይስ ከሰንብደኩም ገለ ዘይኮንኩ ብሓቂ ኣነ ብእውነት ቭሎግ ብፍላይ ገብር ከለኹ ብፍሉይ ነቲ ቭሎግ ዝኾነ ቪድዮታተይ ኤክስትራ ሳፖርት የድልየ ድዩ ጋይስ ብሓቂ እንሻሉ ብጣዕሚ ስራሕ ደሎ ብፍላይ ኩሉ ነገር ባዕልካ ትገብሮ ትኾንካ ብጣዕሚ ከቢድ እዩ ጋይስ ሶ ፕሊስ ፕሊስ ስፔሻሊ ነቲ ቭሎጋተይ ኣቲኹም ወላ ነቶም ሓደሽ ትመፁ ዘለኹም ተመሊስኩም ብዙሕ ቭሎግ ኣለኒ ሼር ሳብስክራይብ ኦሬዲ ጌርኩም እንዲኹም ፍሉጥ እዩ ሼር ላይክ ኮመንት ገለ ግበሩለይ ኦኬ ቴንኪ ሽኮሪናታት ሶ ብድሕርኡ ከም ዝትርእይዎ ዘለኹም ገዛ መፂና ማለት እዩ ምስ ወደይ ሮዛሪዮ ከዓ ይተሓፃፀብ ኣሎ ሰያ ብድሕርኡ ኣብዚ ከዓ እቲ ዘምፀኽዎ ስቤዛታት ይብሎ ኣለኹ ፍላወር ውይ በስማም ሓደ ሓደ ግዜስ ፍላወር በዝሓኩም ዶብ ገዛ መቐመጢ ስኢኖሉ በቃ እዚ ሳሎነይ ከዓ ከም ዝትርእይዎ ስለ ዝኾነ ከም ድሌትካ ክትገብሮ ይትኽእልን ኢኻ ንጎኒ ክገብሮ ኣይክእልን እየ ብጣዕሚ ዓቢ ስለ ዝኮነ so ከምዚኣ ጥራሕ ክትከውን ትክእል ክስዕባ ወይ ክደፍኣ ጥራሕ እየ ዝክእል እምበር so ብጣዕሚ ትፍላ ወረይ ከምዚ ትርእይዎ ዓሰርተ ሻዕ ይቅይሮ የልዕሎ ገለ ለለኩ ቦታ ስኢነሉ ቦታ ጸቢቡኒ ኣብ ካልእ ቦታ ወላ ኣለኒ ብዙሕ ብጣዕሚ እየ ፍላወር ዝፈቱ ጋይስ ግን እዚ ገዛይ ከም ትሪኦ ብዙሕ ወገን የብሉን ኤኒዌይስ ግን ከምዚ ሓይሽ ገይረ ኣለኹ ንግዚኡ እተን መትሓዚ ግን ብጣዕሚ ፈትየን ክፅባእ ኮይነን ምሽ ብጣዕሚ ፈትየየን በቃ እዚኤን እየ ተንብያ ትድበልኩም ዓንተወይ እዚኤን ካብ ብጣዕሚ ፅቡቃት እየን ብፍላይ ከምዚ ሓደ ዓይነት ክኾና ይደልየ ሽዱሽተ ብኸምኡ እየ እተን ኣርባዕተ መሊኤን ክልተ ግን ኦሬዲ ነይሩኒ እዩ ቅድሚ ሕጂ ዝገዛእኹን ብድሕሩ እዚ ከዓ ንቀዳመ ሰንበት ዝኸውን ነቲ ጊፍቱ ጠቕሊለሉ ማለት እዩ ንሮዛሪ ሒዝዎ ዝኸይድ ሬዲ ገይረሉ ሰያ ውሽ ወይ ዘርግም በስማም ሕጂ ትሪእዎም ሻለኹም ፀሓይ ካብ ጅም እንዳተመለስኩ ከሎ ከዓ ማይ ይሃርም ነይሩ መሊሱ ከዓ ፀሓይ ግርም እዩ ዝብለኩም ሶ ብጣዕሚ እዩ ዝገርም ኤኒዌይስ ከምዚ ገይረ ጠራኒፈ ገለ ምስ ወዳእኹ ሽዑ ናብ ምሳሕ ምስ ስራሕ ክኣቱ እየ ኣብዚ ኣብ ሞንጎ ከም ዝበልክኹም ኣጋጣሚ ዳ ብዛዕባ ወይዘር ክዛረብኩም ፀኒሐ እምበር ምስ ኣርሱ ተቋፂርና ነርና ቆልዑት ከነፃውቶም ገለ ግን ኣጋጣሚ ወይዘር ሕማቕ ስለ ዝኾነ ኣብ ታሕቲ ኮይና ምስ ደወለትለይ ወይዘር ሕማቕ ነይሩ ገለ ሶ ናብቲ ዝሓሰብናዮ ቦታ ክንከይድ ኣይከኣልናን ግን ኣብ ትሕቲ ገዛና እንዲ ደሎ ላይብረሪ ገለ ሶ ኣብ ላይብረሪ ሒዛቶም ሓንሳብ ቆልዑት ሒዛቶም ኣብኡ ኣብ ላይብረሪ ጽኒሓቶም ማለት እዩ ኣርሱ ሶ ኣነ ከኣ ክሳብ ንሳ ትመጽእ ምሳሕ ጣዕጣዕ ከብል እየ ናይ ስሉጥ ናይ ስሉጥ ምሳሕ ክሳብ ንሶም ኣብ ላይብረሪ ዝጸንሑ ማለት እዩ ሶ ኣብዚ መጀመርያ ነትዮም ቆልዑት ኣጋጣሚ መግቢ ገለ እንጀራ ገለ ብዙሕ ስለ ዘይነበረ ደገ ወጺኻ ገለ ከኣ ክትበልዕ ኣይትኽእልን ኢኻ ከምዚ ጾም ኮይኑ ገለ ናይ ጾም ክትበልዕ ገለ ነቲ ሰብ ተሸግሮ ገለ ሶ ኣብ ገዛ ጣዕጣዕ ከብል እዮም ምሳሕ ገለ ተባሂልና ፕላን ካሊእ ኢና ጌርና ኔርና ግን ያ ግን ከምዚ ይሓይሽ ገለ ተባሂልና ኣብ ገዛ ማለት እዩ ሰንሶም ካብ ላይብረሪ ክሳብ ዝመፁ ኣነ ከዓ ኣብ ገዛ ዘሎ ስቤዛ ቀላል ምሳሕ ክሰርሕ እየ ማለት እዩ በቲ ነትዮም ቆልዑት ንእሸይ ፓስታ የብስለሎም ኣለኹ ንዓና ከዓ ከምዚ ናይ ኦትስ ሳላድ ክገብር እየ ኣይ ቲንክ እዚኣ ንበይና ቪድዮ ሰሪሐላ ኣለኹ ምስለን ብጣዕሚ እያ ብጣዕሚ እያ ጥዕምቲ ጃስት ከም ሳላጣ ጌርካ ዘለካ ስቤዛ ኣነ ፓፕሪካ ኮሚደረ እዚ ናይ ኦሊቭ ፍረ ጉርካ ንእሽተይ ፃዕዳ ሽጉርቲ ንእሽተይ ከዓ ቀይሕ ሽጉርቲ ገይረ ኣብዚ ከዓ ናይ ብቐዳማይ ሕልበት ዝበላዕናዮ ስልሲ ተረፍ ነይሩ ዝቐነየ እንጀራ ከዓ ነይሩና ሰው ኣብኡ ከለና ኣብቲያ ስልሲ ፍትፍት ኣቢልና ፍትፍት እንጀራ ሰሪሕና ማለት እዩ ጋይስ ኣብዚኣ ከነትዮም ቆልዑት እዚኣ ባይዘወይ ተጠቀማላ እዚኣ ዝተወደአ ፔስቶ ገዚእኽን ናይ ባዘሊካ ማለት እዩ ንቆልዑት ብጣዕሚ ወላ ንቆልዑት ጥራሕ ደይኮነ ከምዚ ሃንደበት ጋሻ ክመጸካ ከሎ ገለ ኣነ ሃንደበት ኣብ ገዛና ዝመጸ ጋሻ እዚኣ ተቐሪበሉ ከመይ ጌርክ ሰሪሕካ ከይበለንሲ ኣይሓልፍን እዩ ብሓቂ ብለኩም ኣለኹ ሰተምጢዖምኩማ ትፈልጡ ጋይስ ከምዚኣ እያ ስራሕ የብላን ያ ኦሬድ እዚኣ ዝተገዘአት ፔሶ ግዛ ኣቢልካ ሕውስ ኣቢልካ ሳላድ ጌርካ ኦ ማይ ጋድ በሊዕኻ ኣይትጸግባን ኢኻ ጋይስ ክጥዕም መዓት እያ ሰ ንቆልዑት እዚኣ ጋቢዝናዮም ንብለኩም ምስሖም ብጣዕሚ ደስ ኢልዎም በሊዖሞ። ንሕና ከዓ ኣብዚኣ ሳላድ ፃዕዳ ሽጉርቲ ገለ እዚአን ዝበልኩኹም ኣስቤዛ ኣብ ገዛ ዘለና ጌርና ሽዑ ለሚን ጨው ጌርና ብድሕሩ እዚ ኦትስ እዚ ምስ ቡን ንቡን ድኸውን ኦትስ ምሽ ኣሎ ንሱ ከዓ ይሕውሰላ ማለት እዩ ሽዑ ኦሊቭ ኦይል ከዓ ንገብረላ ሽዑ ከምዚ ዝቐነየ እንጀራ ገለ ክህልወኩም ከሎ ከምዚ ወላ ሓድሽ እንጀራ ይኸውን እዩ ባይዘወይ ግን ብፍላይ ፀብሒ ገለ እንድሕር ዘይብልና ኮይኑ ፍትፍት ኣቢልና ክትጣዕም መዓት እያ ኣይ ቲንክ ንበይና ቪድዮ ሰሪሕላ ኣለኹ ኢድ መዓመት ገለ ዝኸውን ግን ተጠቀማላ በዚ ኣጋጣሚ እዚ ጋይስ ክትጣዕም መዓት እያ ኩላትኩም ከምዚ ሃንደበት ወላ ሓንቲ ሉስቲ ናይ መግቢ ምስራሕ ገለ ደይብልካ ግን ከዓ ናብ ገዛኻ ክትበልዕ ተደሊኻ ኩሉ ግዜ ናይ ገዛ ስለ ዝኾነ ዝበለፀ ከምዚኣ ጌርና ናይ ጥዕና ዝኾነት ምሳሕ ክንበልዕ ንኽእል ኢና ክጣዕ መዓት እያ ተምጢዖምኩማ ዘይትፈልጡ ጋይስ ጸዓሙዋ ብስመይ ብድሕርኡ ከምዚ ገይረ ምሳሕ ቀራሪበ ማለት እዩ ኦሬዲ ንሶም መፂኦም እዮም ሮዛሪ ከዓ ማማ ኣኸልስ ንብለን ዶ መቀረት ወደይ ያ ምቁራት ኣብዚ ከዓ ማሩ ማርን ሮዛሪዮን ይምስሑ ኣለዉ ሰያ ደስ ኢልዎም በሊዖም ያ መደብና ካሊእ ነይሩ ብዙሕ ደስ ኣይበሎምን ምክንያት ናብ ካልእ ቦታ ንወስዶ ክብናልናዮም ነርና ግን ወይ ዘር ከዓ ክሳይ ገይሮም ግን ኣብ ገዛ ካብ ብጣዕሚ ኢንጆ ገይርናዮ ጋይስ ኣነስ ኣብ ብዙሕ ኣጋጣሚ ሲሰምዕ ምሽ ናብ ሰብ ሃንደበት ኣይከይድን እየ ከምዚ ገለ ምስ ሰብ ክስታይ ገለ ከምዚ ክስታይ ክገብር ገለ ደይኮንኩ ጋይስ ከመይ ተብልዎ እስከ ኣብ ኮመንት ተፅሓፋለይ መብዛሕትኤን ከ ደቂ ኣንስትዮ እየን ድየ ከምኡ ክብላ ዝሰምዐን ብዘይ ፕሮግራም ናብ ሰብኣይ ትኸይድ ገለ ምሽ ይብል ብዙሕ ሰብ ኦፍኮርስ እንታይ መሲልኩም ኣነ ብዛ ሓሳበይ ክህብሲ ንስኹም ካብኡ ከለኹም ሓሳብኩም ጸሓፍለይ ኩሉ ግዜ ብዛዕባ እዚ ጉዳይ እዚ ክዛረብ ይደሊ እንዴ ግን ያ ከምዚ ካሜራ ኮፍ ኢልካ ከመርእስቲ ሒዝካ ገለ ከዓ ሓቂ ዘረባ ንኮምታት ቪድዮ ገለ ከዓ ይጀመርኩም ደለኹ ሶ ንእግሪ መንገዲ ኣብዚ ክሓተኩም ሲ እንዳበላዕና እሞ ንቐደም ከመይ ትርእይዎ ከምዚ ምሻ ኣሎ ኖርማሊ ዝኾነ ሰብ ኣይመፀካን እንዲ ሃንደበት እቲ ናተይ ዝበለካ ሰብ እስኻ ከዓ ናብቲ ናተይ ዝበልካዮ ሰብ ኢኻ ሓፍ ኢልካ ክትከይድ ወላ እውን ክትከይድ እንተኾንካ ብዙሕ ግዜ ሓቂ ዘረባ ወላ እቲ ናብራ ኣብዚ ምዕራብ ሃገር ኣብዚ ስደት ብፍላይ ሲ እቲ ናብራ ንባዕሉ ሓፍ ኢልካ ናብ ሰብ ክትከይድ ግዜ ከማን የብልካን ኖርማሊ ዝኾነ ሰብ ከኣ ግዜ ረኺቡስ ግዜ ረኺቡስ ካብቲኦም ኣብ ግዜ ጽምዋይ ከዘናግዓኒ ይኽእል እዩ፣ ኣብ ግዜ ሽግረይ ክሰምዓኒ ይኽእል እዩ፣ ኣብቲ ብሓፈሻ ኣብቲ ሰብ ዘድልዮ ሰብ ክኾነኒ ይኽእል እዩ ኢሉስ ወሸለቲ ሰብ መሪጽካ ጋይስ ቀሊል እኳ ኣይኮነን ሎሚ ሎሚ ሲ ንሓውኻ ንሓውኻ ደይትኣምነሉ ግዜ ከማን በፂሕና ኣለና ማለት እዩ ብዙሕ ግዜ ንርኢ ብዙሕ ነገራት ስለ ንርኢ ዘለና ስለዝስ ወሸለ ተመረጽቲ ኮንኩም ጋይስ ወሸለ ሰብ ሓፍ ኢሉ ንዓኹም ክመጸኩም ክኢሉ ወሸለ ግዜ ሃሊኩም ሲ ግዜ ሃሊኩም ከሎ ኦፍኮርስ ናትካ ናይ ባዕልኻ ግዜ የድልየካ እንዲዩ ናይ ባዕልኻ ምስ ፋሚልኻ ግዜ የድልየካ እዩ ገለ ግን ሓደ ሓደ ግዜ ከምዚ እቲ ኣብ ኢንተርነት ወይ ኣብ ማስ ሜድያ ብጣዕሚ ድውረ ነገርሲ ጽልዋ ኣለዎ ኮይኑ ይስምዓኒ ሕጂ ብዙሕ ኣብ ብዙሕ ስትሰምዕ ምሽ እዋይ ሰብ ጸላእኹ ዋይ ሓበሻ ጸላእኹ እዋይ ገዛኻ ስኢሎም እመፁኻ ኦፍኮርስ ከምኡ ዓይነት ሰብ እንድሕር ሃልዩ ክብለካሲ ከምዚ ኣነ ከምኡ እንተሃልዩ እቶም ከምኡ ትገብሩ ወላ ክስታይ እንዳገበርኩም ሰብ እንዳመረፅኩም ማለተይሲ ነቲ ነትናትካ ትብሎ ኢኻ ሓፊልካ ትኸደሎም ሓፍትኻ ክኸውን ይኽእል ሓውኻ ክኸውን ይኽእል ወላ ውን ባዮሎጂካል ሓውኻ ሓፍትኻ ተዘይኮነ ስደት ደላለይካ ሓውኻ ሓፍትኻ ክኸውን ይኽእል ነቲ ሓፍ ኢልና ንኸይድ ሰብ ሲ ክንመርጽ ኣለና ሰብ ክንመርጽ ኣለና ጃጅ ክገብረና የብ ዘይብሉ ክኸውን ኣለዎ እቲ ሰብ መጀመርያ እቲ ሰብ ከምኡ ጌርና ክንከዶ ተኾይናስ ከነጽንዕ ኣለና በሃሊት እየ ደሓር ከኣኒ ንሕና ከኣኒ ክፉታት ንኹን ማለተይሲ ክሳብ ነብስና ንርስዕ ክሳብ ሓዳርና ማቲሲ እቲ ቀዳምነት ክወሃቦ ዝኽእል ቀዳምት ቀዳምነት ሂብናሲ ዝተረፈ ግዜስ ምስ ሰብ ሸር ተገበርናዮ ምስ ኣሕዋትና ተተራኸብናሉ ምስ ኮሚኒትና ተተሓወስናሉ እንዳ ሓዘን ተኸድናሉ እንዳ ሓጎስ ተኸድናሉ ምሻሎ ኣብቲ ሲስተም ናይቲ ዓዲ ጥራሕ ዘይኮነ ኢንቴግሬት ክንገብር ደለናሲ ምስቲ ናትና ሰብ ምስ ናትና ሕብረተሰብ ደቅና እንዳራኸብና ገለ እዚ ኩሉ ሰብ ኣይፈልጦን ማለት ደይኮነስ ከዘኻኽረኩም ኢለ ጋይስ ካብ ዘረባይ እንድሕር ምናልባት ገለ ገለ ሰብ ብሻሉ ነዚ ዘረባኻ እርይ ቁፅር ኣቢሉ ጌጋ ዝረክብ ገለ ብሓፈሻ ክሳይ ግበርዎ ንሰብ ንውልቀ ሰብ ግለ ደይኮንኩ ኣነ ብሓፈሻ ብኮም ኮሚኒቲ ደስ ተባሃል ኩሉ እንድየ ድገልፅ ደለኹ ጋይስ ወይ ልዕለኹም ፈሊጠ ግለ ደይኮንኩ ጃስ ናተይ ሓሳብ ሸር ድገብር ደለኹ ሶ ብፖዘቲቭ ወይ ከዓ ሓሳብኩም ሸር ክትገብሩ ትኽእሉ ኢኹም ኣብ ኮመንት ማለት እዩ ጋይስ ሶያ እም ያው ብዙሕ ሰብ ብብዙሕ ነገር ይሓልፍ ስለ ዘሎ ሲ እንድሕር ተመረጽቲ ኮይናስ ኣክሰፕት ክንገብሮ ክንክእል ኢና። ደሓር መብዛሕትኡ ግዜ ከም ዘስተብሃልኩሉ ከኣ ጋይስ ኣብዚ ናትና ኮሚዩኒቲ ትሕወሶ ኮንካ እዩ ሰብ ዝሕወሰካ ኣብ ሓዘን ናብ ሓጎስን ማለት እዩ ሶ እዚኣ ከኣ እንዳሓሰብናላ ድሕሪ መቸም ቡና ንሰቲ ኣለና ቆልዑት ከኣ ብጣዕሚ መግቢ በሊዖም ገለ ይጻወቱ ኣለዉ ባይ ዘ ወይ ወላ ደገ ተዘይውጻናዮም ኣብ ገዛ ብዙሕ ኣክቲቪቲ ይገብሩ ኔሮም ኣብዚ ብዕንቁ ጌሮም ልቢ ቅርጺ ዶ ኮኾብ ዶ ገለ ሰርሑ ኔሮም ብጣዕሚ ኢንጆይ ጌሮሞ ብድሕርኡ በዚኣ ናይ ባና ኪድስ ጌሮም ከኣ ትግርኛ ተማሂሮም። ባይ ዘ ወይ ባና ኪድስ ትብል ታብሌት ኣላ ኣብ ሽወደን ደለኹም ካበይ ክትእዝዝዋ ትኽእሉ ኢኹም ብውሽጢ ክትጽሕፍለይ ትኽእሉ ኢኹም ተዘይ ኮይኑ ከኣ ኣብ ባና ኪድስ ታብሌት ኢልኩም ኣብ ኣብ ኦንላይን ከኣ ክትእዝዝዋ ትኽእሉ ኢኹም ብጣዕሚ ብዙሕ ሓሳባት ትጽሕፍለይ ኢኹም ሶ ንኹላትኩም ሰደልኩም የት ሊንክ ኣብ ሽወደን ደለኹም ከኣ ካባይ ክትእዝዝዋ ትኽእሉ ኢኹም ማለት እዩ በዚ ኣጋጣሚ እዚ ሶ ከምኡ ተላሚዶም ንሕና ከኣ ምሳሕና ተመሲሕና ገለ ዓይነት ምሳሕ ኢንጆይ ጌርናዮ ቡና ሰቲና ኣዕሊልና ሲሒቕና ተጻዊትና ጋይስ ብድሕርኡ በቃ እዚኦም ሰለስተ ባይዘወይ ጋይስ በዚ ጋጣሚ እዚ እንተ ተራኺቦም ከይሳዕስዑ እ፣ ናይ ናይ ምስዕሳዕ ክስታይ ኣለዎም ናይ ምስዕሳዕ እ፣ ኣብዚ ካብ ፑሰል ገለ ይሰርሑ ነይሮም እቲ ክንስዕስዕ ገለ ኢሎም ረብሻ ኣቢሎምና ተሰዕስዑ ተኾንኩም ኩለን ጠርንፍወን ተፃወትኩምለን ኢልናዮም ብኸምኡ ሰሪሖሞ ነይሮም መሊሶም ከዓ ፈንጢሖም ይጥርንፍሉ ማለት እዩ ድሕርኡ ናብ ምስዕስዖም ኣትዮም ንብለኩም እ? ናብ ምስዕስዖም ኣትዮም ተሃነም ኣውፂኦም ጋይስ ኣይውሽ ካብ መጀመርያ ሳብ መወዳእታ ከስምዓኩም ተዝኽእል ነይረ እንዳ ዩቱብ ግን ኮፒራይት ደገለ ክብሉ እዮም እምበር ብዘይ ልብኹም መሳዕስዕኹም ነይሮም ኣነ እሞ ካብ ማሩን ካብ ሮዛርዮን ኣይሓይሽን እየ ቀደም ዓባይ ሽኮርታ ትብለን ነራ ዋይ ኣንቲ ኤደን ጓለይ ኣብቲ መርዓ ከስ ከመይ ኢልካ ክስዕስዕ ከ ተላመዲ እስከ ትበኒ ቆልዓ ከለኹ እኳ ቀደም ሕጂ ከዓሲ ሳዕስዕት ኣነ ብዙሕ ኣይኮንኩን ጋይስ ኣይክእልን እየ ኣለና ዶ ኣይሆፕ ኢንጆይ ጌርኩማ ትኾኑ ናይ ሎማዓንቲ ቭሎግ ሽኮሪናታት ሕጂ ኣፕሎድ ክገብራ እየ ኣይሆፕ ኣይሆፕ ብዘይ ኮፒራይት ገለስ ኢሎም ሓንቲ ግዜ ተሓሊፎምኒ ሰንበት ክትርእይዋ ኢኹም እዛ ቪድዮ ማለት እዩ ተዘይኮይኑ ሶኒ ከውርደልኩም እየ ርሑስ ሕማማት ይግበረልና ብእውነት ናይ ጸሎት ናይ ስግዳን ኣብ ስራሕ ዘለኹም ከኣ ጽቡቅ ናይ ስራሕ ሰሙን ይግበረልኩም ብሩኽ ምድላዋት ኣውደኣመት ከኣ ይግበረልና ኣይ ሆፕ ናይ ኣውደኣመት ቭሎግ ክመጸኩም ይኸውን ጋይስ ክሳብ ሽዑ ክሳብ ኣብ ቀጻሊ ንራኸብ ግን ላይክ ሼር ሳብስክራይብ ግበሩለይ ቴንክ ዩ ጋይስ ባይ